ንቻናለይ ሓደሽቲ ዝኾንኩም ሳብስክራይብ፣ ነባራት ዝኾንኩም ከዓ ላይክ ሸር ብምግባር ንክተበረታቱዑኒ ብትሕትና ይላቦ ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እየ እንግዲህ ሎማዕንቲ ስሚንቶ ንእሽተይ ወሰኽ ኣሪኣትና እኒሃ ናይቲ ስሚንቶ ዘይኮነስ ናይ ትራንስፖርት እዩ ትራንስፖርት ብጣዕሚ እዩ ክባር ካብ መዓልቲ ናብ መዓልቲ ቤንዚል እናኸበረ ስለ ዝኸድ ማለት እምበር ናይ ስሚንቶ ወሰኽ ብዙሕ ኣይኮነን ስለዚ ካብዛ ዝሓለፈት ሰሙን እንታይ ዝኣክል ወሰኸ ይወሲኹ ንዝብል ክነግረኩም እየ ብኡ ልክዕ ደግሞ ተንዲኖ ወይ ከዓ ብረት ማለት እዩ ንእሽተን ቅናሽ ኣርእይና እኒሆ ስለዚ ብመጀመርያ እንሪኦ ናይ ተንዲኖ ዋጋ እዩ ትኸውን ግን ደሞ ድምፂ እኒሄኒ ያው ገዛ ይሰርሑ ስለ ዘለው ናይዛ ድምፂ ይኹን ናይ መሳርሒ ድምፂ ተኣትኩም ይቅርታ ማለት እዩ ንሎማዓንቲ ብመጀመርያ ዋጋ ተንዲኖ ኢና ክንርኢ ዋጋ ተንዲኖ ብበዓል ዓሰርተ ሽዱሽተ ኢና ክንጅምር በዓል ዓሰርተ ሽዱሽተ ናይ ቱርኪ ተንዲኖ እዚ ትሪእዎ ኣለኹም ማለት እዩ ንሓንቲ ፍረ ሰለስተ ሽሕን ኣርባዕተ ሚእትን ንሓንቲ ፍረ ሰለስተ ሽሕን ኣርባዕተ ሚእትን እዚ ብዙሕ ቅናሽ ኣየርእየና እኒሆ ካብኡ ዓሰርተ ኣርባዕተ እዩ ዓሰርተ ኣርባዕተ ብጣዕሚ ቅናሽ ኣርእየና እኒሆ እስካብ ክልተ ሽሕን ትሽዓተ ሚእትን ሰላሳን ከይዱ ነይሩ ሎማዕንቲ በዓል ዓሰርተ ኣርባዕተ ናይ ቱርኪ ተንዲኖ ንሓንቲ ፍረ ክልተ ሽሕን ሸሞንተ ሚእትን ሳላሳን ስለዚ እታ መጀመርያ ክባር ትኸውን ከላ ክልተ ሽሕን ትሽዓተ ሚእትን ሳላሳን ነይራ ቀስ ብቀስ ድማ ያው ሚእቲ ቅርሺ ቀኒሳ እኒሃ ዝሮ ቅናሽ ኣይበሃልን ግን ዝሮ ዝሮ ካብኡስ ይሓይሽ ሚእቲ ቅርሺ ከናይ መን ኮይኑ እምበር ስካብ ክልተ ሽሕን ኣርባዕተ ሚእትን ሰማንያን ስካብ ክልተ ሽሕን ሓሙሽተን ለ ነይሩ እዩ ብቀውዒ ጥቅምቲ ታሕሳስ ኣከባቢ ማለት እዩ ሕዚ ከዓ ንሪኦ በዓል ዓሰርተ ክልተ እዩ በዓል ዓሰርተ ክልተ ንሓንቲ ፍረ ማለት እዩ ሽሕን ሸሞንተ ሚእትን ሰብዓን እዚ እውን ቅናሽ ኣርእና እኒሆ እስካብ ትሻ- ሽሕን ትሽዓተ ሚእትን እዩ ነይሩ ማለት እዩ ዋላ ዕስራ ሰላሳ ይኹን ቅናሽ ምርኣይ እውን ፅቡቕ እዩ ዘይምውሳኹ ካብኡ በዓል ዓሰርተ ኢና ክንርኢ በዓል ዓሰርተ ናይ ቱርኪ ብረት ማለት እዩ ንሓንቲ ፍረ ሽሕን ሰለስተ ሚእትን ሰላሳን እዚ እውን ብዙሕ ዘኽፍእ ኣይኮነን ዝሮ ዝሮ ቆንጆ እዩ እስካብ ሽን ኣርባዕተን እውን ዝበፅሐሉ ግዜ ነይሩ ካብ ናይ መጨረሻ ቁጽሪ ንሪኣ በዓል ሸሞንተ እያ። በዓል ሸሞንተ ናይ ቱርኪ ብረት ንሓንቲ ፍረ ሸሞንተ ሚእትን ኣርባዓን እዚኣ እውን ተስታውስ ተኮይንኩም ሸሞንተን ሓምሳን በጺሓ ነይራ ዓሰርተ ቅርሺ ቅናሽ። ሕዚ በዓል ሸሞንተ ብፍላይ ኣብ ህድም ብበዝሒ ኢና ንጥቀም። ኣብ ህድም ሕዚ እታ ዝነኣሰት ሚእትን ኣርባዓን ካሬ ተድሚ ከለኹም ከባቢ ሚእትን ገለን የድልየኩም እዩ እና ከባቢ ሚእትን ገለን ከልየኩም ከሎ ሕድሕድ ዓሰርተ ቅርሺ ቅናሽ ማለት ቆንጆ እዩ ማለት እየ። ቀጺልና ንሪኦ ከዓኒ ናይ ስታፍ ዋጋ እዩ ክኸውን። ስታፍ ማለት ናይ ኮለን ወይ ከዓ ቢም ዝሓቁፍ ማለት እዩ። ስታፋ በዓል ዓሰርተ በዓል ሽዱሽተ ቁፅሪ ተኾይኑ ንኪሎ ሚእትን ተስዓን ብኪሎ እዩ ዝሽየጥ። ግን በዓል ሽዱሽተ ይጥቀም እየ ተልኩም በዓል ሸሞንተ ዝቐጢን ብረት ገዚእኹም በዓልትኹም ስታፋ ትሰርሕሉ ትኽእሉ ኢኹም ስለዚ እዚኣ ሚእቲ እንተይ ሰዓን እያ በዓል ሽዱሽተ ቁፅሪ ካብኡ ሽቦ እዩ ሽቦ ማለት ስልኪ ወይ ከዓ ሽቦ ንኪሎ ክልተ ሚእትን ሰላሳን እኒሄ ብበዝሒ ያው ብሽርሻር እንተኾይኑ ሓደ ሓሙሽተ ቅርሺ ክውስኽ ይኽእል ካብኡ ከዓኒ ሚስማር እዩ ሚስማር ንኪሎ ክልተ ሚእትን ዒስራን ሓሙሽተን ማለት እዩ ሚስማር ብዙሕ ኣይወስኽን ቆንጆ እዩ እኒሆ እስካብ ሕዚ ናይ ብረት ነክ ኢና ንርኢ ነርና ሕዚ ከዓኒ ናይ ሑጻ እናጸጸርየ ክነግረኩም ዋጋ ሑጻ ከም ካብ ሰብ ናብ ሰብ ይፈላለዩ ካብኡ ከዓኒ ብስም ሲኖትራክ ወይ ከዓ ብስም ቀያሕ ሲኖትራክስ ሓደ ይኾነ ሕዚ ሓደ ሓደ ሰብ ስኢላ ቀያሕ እንድሕር ኮይና ስቃ እዚኣማ ሲኖትራክ እያ ዝብል ሰብ ኣሎ እና ንሓንቲ ሲኖትራክ ሓንቲ ሲኖትራክ ክንደይ ትሕዝ ተልኩምኒ ዓሰርተ ሽዱሽተ ነጥቢ ሰብዓ እታ ዝዓበየት ሲኖትራክ ማለተይ እያ እዘን ቁራጽ ገለ ተኾይነን ደሞ ዓሰርተ ሽዱሽተ ክኾና ይኽእላ ስለዚ ምስቲ ዓሰርተ ሽዱሽተ ነጥቢ ሰብዓ ትሕዝ ማዕረ ከኽፍሉኹም ይኽእሉ ኣብዚ ጥንቃቐ ግበሩ በስም ሲኖትራክስ ኢልኩም ቅርሽኹም ኣይትኽፈሉ ክንደይ ሜትሪክ ክዩብ እያ ትሕዝ ኢልኩም ጥይቕ ኣለኩም ኣብ ዓድዋ ተኾይና ሕዚ እታ ዝዓበየት ዓሰርተ ሽዱሽተ ነጥቢ ሰብዓ እያ ብኣ ንክተምጹ ደሞ ሑጻ እስካብ ሓምሳን ሓደን ሽሕ ከም ሰው እስካብ ሓምሳን ሰለስተን ሽሕ ምስቲ ናይ ብኣምሁ ዘሎ ዕዳጋ ተመሳሳሊ እዩ ኣይወሰኸን ኣይቀነሰን ማለት እዩ ካብኡ ከዓኒ ጸጸር ጸጸር እውን ብልክዕ ናይታ መኪና መጠን ወይ ከዓ ናይታ ሲኖትራክ መጠን ከምታ ዝነገርኩኹም ጥንቃቐ ጌርኩም ማለት እዩ ናይ ጸጸር ዋጋ ከዓኒ ጸጸር ማለት ወይ ከዓ ጃህያ ናይ ኮንክሪት መምልኢ ናይ ብሎኬት ዘይኮነስ ናይ ኮንክሪት ማለት እዩ። ንሱ እውን ካብ ሓምሳን ሓሙሽተን እስካብ ሓምሳን ሸውዓትን ሽሕ ንሓንቲ ሲኖትራክ እታ ዓባይ እየ ዝለኩም ኣለኹ። ካብኡ እንታይ ይቐርየና ኣሎ እምኒ እዩ። እምኒ እስካብ ዕስራን ሓሙሽተን ሽሕ እዩ ንሓንቲ ሲኖትራክ ማለት እዩ። ብሎኬት በዓል ዕስራ ተኮይንኩም እስካብ ሓምሳን ሓሙሽተን ሽሕ እዩ ግን በዓል ዕስራ ያው ምናልባት ንወሰና ወሰን ደኾን እዩ ተጠቐመኩም እምበር በዓል ዓሰርተ ሓሙሽተ እውን ቆንጆ እዩ። ያው ባይዘወይ ዓሰርተ ሓሙሽተን ዕስራ ተባሂሉ ዝከፋፈል ንምንታይ እዩ? ቲክነሱ ሓደ ዓይነት እዩ። ሐዚ ናይቲ ጎና ጎኑ ጣር ዘለዎ ዶ ምርጓዱ ናይቲ ዓሰርተ ሓሙሽተ እና ናይቲ ዒስራ ጠርዙ ወይ ከዓ ቲክነሱ ሓደ ዓይነት እዩ ግን እቲ ባይታ ስፍሕ ኣቢሉ ክሕዞ ከሎ ንሱ እዩ ንእሽተን ኣፈላላይ ዝኒሀዎ እምበር እቲ ኣብቲ ዓሰርተ ሓሙሽተ እና ኣብቲ ዒስራ ዝኣትዎ ማተርያል ግን ሓደ ዓይነት እዩ ስለዚ በዓል ዓሰርተ ሓሙሽተ ርብዓን ሰለስተን ርብዓን ሓሙሽተን በዓል ዒስራ ደሞ ሓምሳን ሓሙሽተን ማለት እዩ እዚኣ ከምዚኣ እኒኣ ካብኡ ታይ ይቀረየና ኣሎ ናብቲ ዋና ጉዳይና ክንኣቱ ከለና ናይ ስሚንቶ ዋጋ እዩ ስሚንቶ ሽሕ ኣርባዕተ ሚእትን በፂሓ ነይራ ያው ካብ ዝከብር ሽሕ ሓሙሽተን ሳላሳን ነይሩ ሽን ሓሙሽተ ሚእትን ሰብዓን ነይሩ ሓኡ ሽሕን ኣርባዕተ ሚእትን ነይራ ብጣዕሚ ዝቀነሰ ሽሕን ኣርባዕተን ነይራ ካብኡ ድማ ሕዚ ታይ ከም ዝኮነ ሳላሳ ቅርሺ ወሲኩ ሽሕን ኣርባዕተን ሳላሳን እኒሆ ማለት እዩ ግን ሐዚ ክቕንሱ ኢልናልኩም እንትነይቱ ወላ ሓደ ትራንስፖርት ክባር እዩ ጋዝ እናኸበረ እዩ ዝኸያድ ምስቲ ዝኒሀ ቅልውላው ኣብ ዓዲ እና ገዛእቲ እንተሊኢኹም ሐዚ ትሒዝኩም ቆንጆ ዕዳጋ እዩ እኒሆ ግዝኡ ማለት እዩ ኣነ ቢያንስ ሓምሳ ኣሽር ይቐንስ ናብ ሽሕን ሰለስተን ዋላ ይውረድ ናብ ሽሕን ሰለስተን ሓምሳን ዶኻን ብበዝሒ ኢለ ነይራ ግን የለይ ሽሕን ኣርባዕተ ሚእትን ሰላሳን ኣነ ንባዕለይ ከም ገዚኦዮ ማለት እዩና ገዛእቲ እንተሊኢኹም ገዚእኹም ተጠቐሙ ኣነሲ ከምዚ ከማይ እየ ሰብ ዝጭነቐሉ እና ደቂ ዓበይትዋይ ዝሮ ከምዚኣ ትመስል እዚ ዕዳጋ እዚ ኣብ ከተማ ዓድዋን ከባቢኣን እዩ ካብዚ ወፃኢ ዘሎ ክውሰኽ ክቐንስ ይኽእል እዚኣ ግን ኣብ ከተማ ዓድዋ ብቻ እያ ኣብ ከተማ ዓድዋ ኮይኑ ኣብቲ ዘለኽዎ ሰፈር ሽሕን ሓሙሽተ ሚትን እዮም ዝብልዎ ሲሚንቶ ብበዝሒ እውን ተኮይኑ ምናልባት ምናልባት እምበር ሽር ሓሙሽተን ሽር ሓሙሽተን ሓምሳን እዮም ዝብልዎ ኣነ ግን ዓሚለ ኣለኒ ኣብቲ ውሽጢ ከተማ ሽሕ ን ኣርባዕተ ሚእትን ሰላሳን ሂቡኒ ትራንስፖርት ውን ካብ ባዕሉ ማለት እዩ። ትራንስፖርት ካብ ባዕሉ ክብለኩም ከለኹ ሐዚ ንኣብነት ያው ዓድዋ ተኾይኑ ካብ መቐለ እንድዮም ዘምፅዎ ሓንቲ መኪና ክንደይ ትሕዝ ይመስለኩም? ሓንቲ መኪና ክልተ ሚእትን ዒስራን ኩንታል እያ ትሕዝ። ሐዚ እቲ ኣነ ዝገዝአሉ ናይ ኩሉ ግዜ ደንበኛይ ብጣዕሚ ዓብዩ እዩ ብዙሕ ሰብ ዝገዝአሉ ቢያንስ ካብቲ ዘሎ ድንኳናት ናይ ሰላሳ ሓምሳ ቅርሺ ዲስካውንት ገይሩ ዝሸይጥ እዩ ኣብ ሰሙን ሰለስተ ግዜ ዘምፅቲ ኮይኑ ኣብታ ቢያንስ ኣብ ሰለስ ኣብ ሰሙን ክልተ ግዜ ወይ ሰለስተ ግዜ ዘምፅቶ ኮይኑ ኣብታ ዘምፃ መዓልቲ እታ ትራንስፖርት ብነፃ ዝበልኩኹም ንክሕሳዊ ንክርደኣኩም ኢለ እምበር ትራንስፖርት ንሓንቲ እስካብ ሚእቲ ቅርሺ እዩ ከም ከም ምርሓቁ ሐዚ ካብዚኣ ናብዚኣ ሰብዓ ቅርሺ እዮም ዝብልዋ ካብ ርሑቅ ደግሞ ሚእትን ሚእትን ገለን ክህልዎ ይኽእሉ ንሓንቲ ኩንታል እና ግን ብበዝሒ እንድሕር ትገዝኡ ኮይንኩም እታ መኪና ክትወርድ ከላ እግረ መንገዱ ኣብ ገዛኹም ከውርደልኩም ስለ ዝኽእል እዩ እታ መኪና ካብ መቐለ ክትመጽእ ከላ ከምዚ ከማይ ኣብቲ ጥቓይ ስሚንቶ ዘውርድ ተሊኡ እታ መኪና ሒዛቶ ትዘውር ኣላ ናብቲ ዘድልዮ ሰብ ማለት እዩ እምበር ካብ በዓል ገዚእኹምሲ ባጃጅ ጸዊዑ ወይ ንሓንቲ ኩንታል ሰብዓ ቅርሺ ሰማንያ ቅርሺ ወይ ሚእቲ ቅርሺ ከፊሉ ክወስደልኩም ማለት ኣይኮነን እቲ ዘድዮ ወይ ከዓ እቲ ሚስጥር እዚ እዩ ማለት እዩና ናይ ሎማዕንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍጻሜ ምስ ተኸታተልኩምኒ ካብ ልቢ እናመስገንኩ እየ። ሼር፣ ላይክ፣ ሰብስክራይብ ምግባር ደሞ ኣይትረስዑ። ካልእ ክሰርሐልኩም እትደልይዎ ቪድዮ እንድሕር ደኣ ሃልዩ ኣብ ኮሜንት ጸሓፉለይ። ብዛ ቪድዮ እዚኣ ዘይተረዳእትኩም ነገር ተልያ ወይ ከዓ ንቂር ዘለኩም ነገር ተልዩ ክስተኻኸል ዝግባእ ነገር ተልዩ ኣብ ኮሜንት ጸሓፉለይና ደቂ ዓበይቲ ወይ ላይክ ሸር ሰብስክራይብ ምግባር ኣይትረስዑ ማለት እዩ ሰሰናዩ ብጣዕሚ ኢና ንፈትወኩምን ነኽብረኩምን ባይ ባይ